ሰላም ሰላም ዝኸበርኩምን ዝተፈትኹምን ክቡራት ስድራ ቤት ናይ ቻነል ከመይ ቀኒኹም ኣኣብ ዘለናዮ ሰላም ቀኒና ክንከውን ናይ ወትሩ ትምኒተይ ኮይኑ ሎማዓንቲ ድማ ሓንቲ ነገር ኣነ ዝጥቀመላ ኩሉ ግዜ እኳ ካብ ኣነ ዝጥቀመሉ ካብ ኣነ ዝተመከርኩሉ መዘራረብ ብዛዕባ ኢለ ናባኻትኩም ናብ ስድራቤት ዘምጽኦ ተኾንኩ፣ ሎማዓንቲ ድማ ፍልይቲ ኩሉ ግዜ ዝጥቀመላ ንቆርበተይ ድማ ጥዕና ይህቦ ኢለ ዝኣምነሉ ጽቡቕ ዝረኸብክዎ ነገር እሳ ድማ ሎማዓንቲ ምሳኻትኩም ክንሪኣ ኢና ብሓንሳብ ኮይና ገጸይ ዝሕጸበሉ ሳምና ዝጥቀሞ ክሬም ወላ ዝጥቀሞ ሻምፖ ዝጥቀሞ ኮንዲሽነር ማይ እውን እንታይ ዓይነት ማይ ይጥቀም ማይ ፀሓይ ድየ ዝጥቀም ማይ ዝሑል ድየ ዝጥቀም በረድ ድየ ዝጥቀም ሎማዓንቲ ብሓንሳብ ኮይና ክንሪኣ ኢና ናብኣ ከብለኩም እዚኣ በረድ እየን እዚ በረድ እዩ እዚ በረድ ሕጂ ከምዚኣ ገይረ ኣውፅኤ ከምዚኣ ገይረ ይሓፅባ ነዛ ገፀ እዚኣ ክልተ ግዜ ይገብራ ንግሆ ምስ ተሳእኩ ነብሰይ ተሓፂበ ምስ ወዳእኩ ነዛ ገፀይ ከምዚኣ ይገብራ ምሸት ከዓ ኣብ ዓልና ውዒልና ስራሕና ውዒልና ዲና ትምህርትና ውዒልና ዲና ደቅና ምስ ኣደቃቀስና እዚኣ ድማ እዚኣ ንገብር ኣብዚ ድማ ብፍላይ ኣብዚ እንተ ኣዳይ ድቃስ ምስኣን ሰብ ብዙሕ ዘይድቅስ እንተ ኮይኑ ኣብዚ ዝፅል እንተ ኮይኑ ነዚ ድማ ኣየፅሉም ኣብዚ ኣብዚ ኢትካ ከዓ ቆርበት ከይጨማደድ ምእራግ እኳ ፀጋ እንተኾነ ቆርበት መጨመዳድ ግን ኩሉ ሰብ ገለ ገለ እውን ብካልእ ነገር እውን ኣብ ቆርበትና ዝኾነ ነገር ክህሉ ይኽእል እዩ እቲ ብጥዕና ንዓብዮ ፀጋ ዕድመ ካብ ምፅላእ ወይ ከዓ ንሱ ከይከውን ካብኡ ካብ ምህዳም ኣይኮነን ዝግበረሉ ግን እንተተኻኢሉ ንምንታይ ከምኡ ይኸውን ከምዚ ጌርና ዘይንሓፅቦ ከምዚ ዋላ ነቲ ቆርበትና ከዓ ጥዕና እዩ ድህቡ ዝሑል ማይ ጌርካ ምሕፃብ ነብስኻ ዝሑል ማይ ጌርካ ምሕጻብ ጨጉርኻ በዚ ጌርካ ገጽካ ምሕጻብ ዋላ እኳ ንሽዑ ደብለካ እንተኾነ ዋላ ነብስኻ ትሕጽብ ከለኻ ግን ጥዕና እዩ ብጣዕሚ እዩ ዝሕለን ደሎ ግን ሕጽበሉ ክሳምና ኣይጥቀመላን እዩ ከምዚኣ ገይረ ክወድእ እዩ ማለት እዩ ነብሰይ ተሓጺበ እየ እታ ገጸይ ጥራይ እየ ፈልየያ ማለት እዩ ከምዚኣ ገይረ እዚኣ ኩላ ብፅሕፊ ኣሎ ወለዚ ናይ ዓይኒ ላዕሊ ዝስሎ እዚ ድማ ዝሑል እዩ ግን ክዝሕለና ይኽእል እዩ ግን እንታይ ጥዕና ድሕልና ኣብ ጥዕናና ነተኩር፣ ጥዕና ቆርበትና፣ ውሽጣውን ደጋውን ጥዕናና ከምዚ ኣገረ ያለ እዚኣ ሕጂ ወዲ እያ እዛ በረድ እዚኣ ወዲ እየ እዚኣ ከምዚኣ ገይረ ኣብዚኣ ኣላትኒ ፃዕዳ ጨርቂ በዛ ፃዕዳ ጨርቂ ገይረ ከምዚኣ ገይረ ኣይፍሕፍሓን እየ ነዛ ቅፅይ ምፍሕፋሕ ኣይተድልያን ምፍሕፋሕ ኣይተድልያን ቀስኪር ከምዚኣ ገይረ ገይረ እዚኣ ትወድያላ ሓጂ ኩሉ ግዜ ንገፅና ልስልስ ዝበለ ጨርቂ እንተገበርና ፍሉይ ጨርቂ እንተገበርና ከዓ ፅቡቅ እዩ ሽጎማኖ ጌርካ ኣዝኻ ምፍሕፋሕ ኣየድልዮን እዩ እዚኣ ድማ ንህለት ክሬም ኩሉ ሕጂ ኣብዚ ዘርእየኩም ወይ ኣብዚ ዘርእየክን ኣነ ዝጥቀመሉ እየ ዝብል ዘለኹ ግዝኦኦ ማለተይ ንክትገዝኣ ወይ ከዓ ግድን ንክትጥቀማሉ ምድፍፋእ ማለት ኣይኮነን እዚ ኣነ ዝጥቀመሉ ንዓይ ዝጠቐመኒ እየ ዝነግረክን ዘለኹ ስለዚ ኣብዚ ዘምጽኦ ሓሳባት ወይ ከኣ ኣብ ዘርእየክን ነገራትሲ ግዝኦኦ ግበርኦ ማለት ከም ዘይኮነ ኩሉ ሰብ ነናቱ ዝጥቀመሉ ክሬም ነናቱ ዝጥቀመሉ ሻምፖ ሳሙና ኣለዎ ጽቡቕ ኢልካ ባህ ኢልካ ክትገዝኦ ተደሊኻ ጽቡቕ ግን ንግዝኣ ዘስምዕ ከም ዘይኮነ ወይ ከኣ ከምዚ ኣለኒ ዝሽየጥ ንዘስምዕ ከም ዘይኮነ ድማ ኣብኡ ከለኹ ክሕብረክን እፈቱ ግን ኩሉ ግዜ ኣነ እግዚኣብሔር መስገን ገጸ ኢሉ ምጽኡ ዝኾነ ይኹን ሳሙና ዝኾነ ይኹን ካልእ ክሬሙን ኣይጥቀምን እየ እዚ ናይ ቲያንስ ዝበሃል ካምፓኒ እዩ እዚ ቲያንስ ዝበሃል ካምፓኒ ኣዝዩ ብሉፅ ዝኾነ ፕሮዳክት እዩ ዘለዎ ብሉፅ ዘለዎ ፕሮዳክት እዩ ዘፍሪ ዝኾነ ይኹን ጨና የብሉን ዝኾነ ይኹን ኬሚካል እውን የብሉን መብዛሕትኡ ዘፍርዮ ፍርያት ናቱ ካብ ባህርያዊ ነገራት እዩ ዘፍሪ ማለት እዩ እቲ ፍርያቱ ከምዚኣ ገይረያ ኣለኹ እዚኣ ከምዚኣ ገይረ ከምዚኣ ገይረ እዚኣ ኣብዚኣ ከምዚኣ ገይረ ከምዚኣ ገይረ ኣለኹ እዚኣ ሕጂ ከምዚኣ ገይረ ክለኽዐ ማለት እዩ ነዛ ገፀይ እዚኣ ከምዚኣ ገይረ ኣለኸያ እዚ ቁርበትና እዚ ረቂቕ እዩ፣ ግን ወላ ሓንቲ ይገብረሉ እየ ወላ ሓንቲ ነገር ኣይገብረንን እዩ። ኣብዚኣ ኣነ ኣይጥቀመሉን እየ ብረድ ብበረድ ስለ ዝሓፅቦ ንገፀይ እምበር ኣለዎ መሕፅ ነዚ ክሬም እውን ምስኡ ኣለዎ ንገፅካ መሕፀቢ ትጥቀመሉ ነገር ኣለዎ እዩ እሳ ድማ ተርእየክን እየ እዚ ብበረድ ምሕፃብ ገፅካ እዛ ክሬም እዚኣ ምጥቃም ግን ኣነ ነዊሕ ዝገብሮ ገይረዮ ዘለኹ ተጠቒመሉ ዘለኹ እዚ ክሬም ዋላ እዚ ማይ ብበረድ ጌርካ ወይ ከዓ ብክትክትክትክት ዝብል ማይ ጌርካ ምሕፃብ በረድ እንተዘየለውን ብማይ ዝሑል ማለት እዩ ግን ኣነ እታ በረድ እየ ዝጥቀም ኣብ ሓደ ሓደ ግዜ በረድ ኣብ ዘይብሉ ኣብ ትኸደሉ ቦታ ከዓ ዝሑል ማይ ጌርካ ገፅካ ትሕፀብ ነቲ ገፅካ ጥዕና ይህቡ ልሙፅ ይኸውን እቲ ገፅካ ኣብ ርእሲኡ ድማ እቲ ቆርበትካ እውን ኣይጫማደድን ሓደ ሓደ ግዜ ክንዛረብ ከለና ንገብሮ ኣክሽን ኣሎ ንኣብነት ሕጂ ኣነ ሓደ ግዜ ከምዚ ኢለ ፅው ግብል እየ ዘይሓሰብኮ ነገር ከጋጥም ንክሎ ወይ ከዓ ክስምድ ከለኹ ግን ከምዚ ጌርና ድማ ክስታይ ንገብሮ ማለት እዩ ናይ ፀጋ እርጋን ናይ ፀጋ ቆርበት ምዕጣር ክመፅኡ ንዕኡ ንምክልኻል ኣይኮና ንዛረብ ዘለና ብዝተኽኣለ መጠን ተኽኢልናዮ ግን ብዝተኸኣለ መጠን ንምንታይ ዘይንገብሮ ማለት እየ እዚኣ ከምዚኣ ትመስል እዚኣ ናይታ ክሬም መሕፀቢ ገፅ እዩ በዚ ጌርካ እውን ትሓፅቦ ኢኻ ኣነ ግን እዚ ኣይጥቀመሉን በቃ ወይ ማይ ፅሩይ ወይ ከዓ እዛ በረድ እየ ዝጥቀም ማለት እዩ ሕጂ ምናልባት ነዛ ክሬም እዚኣ ትጥቀማ ሰባት እውን ክትህልዋ ትኽእላ እዚ መሕፀቢ ትጥቀማሉ ትኾና ከም ዘሎ እፈልጥ እየ ግን ኣነ ኣይጥቀመሉን እዩ ፅቡቅ እዩ ሕማቅ ስለዝኾነ ኣይኮነን ግን በቃ ኣነ በዛ በረደ ወይ ከዓ ብማይ ዝሑል ገይረ ሓፅባ በዛ ፃዕዳ ጨርቀይ ቀስ ገይረ ነዛ ገፀይ ኣንቅፅ ኣቢለ እዚ ኣይገብር ማለት እዩ ርእሰይ ክሕፀብ ከለኹ ርእሰይ ዝሕፀበሉ ሻምፖ እዚ እዩ ናይ ሄርባ ላይፍ ኮንዲሽነር እዚኣ ኣላትኒ ምስኣ ማለት እዩ እዚአን ገይረ ርእሰይ ክሕጸብ ከለኹ እዛ ሳሙና እዚኣ ገጸይ ይጥቀመላ ከምዚኣ ገይረ እዛ ገጸይ ማይ ውዑይ ኣየፍሰላኒ በዚኣ ገይረ በዛ ሳሙና እዚኣ በዛ ናይ ፓፓዮ ሳሙና እዚኣ በዚኣ ገይረ እቲ ርእሰይ ብሻምቦ ብኮንዲሽነር ኩሉ ምስ ሓፀብኩ ገፀይ ድማ በዚ ኣይሕፀብ ግን ብዙሕ ግዜ ብሳሙና ኣይጥቀምን እየ እንተተሓፂበ ከዓ እዛ ሳሙና እዚኣ ጥቀም ካብ ዝበለፀ ሳሙናታት እውን ክህሉ ይኽእል እዩ ኣነ ሕጂ እቲ ኣነ ዝጥቀሙ እየ ዝዛርብ ዘለኹ እዚኣ ድማ እዚ ናይ ነብሲ ንጥቀመሉ ማለት እዩ ናይ ነብሲ ንነብስና ንኢድና ማለት እዩ ንጥቀመሉ ከም ሻምፖ እዚኣ ድማ ክሬም እዚኣ ክሬም እዚ ሕጂ ንኢድና ንነብስና ኢና ንጥቀመሉ ማለት እዩ ኣይተኸፍተትን ሕጂ እየ ክኸፍታ ከፊት ያለሁ ከምዚኣ ገይረ እዚኣ ድማ እዛ ኢድና ምልእት መዓልቲ ክትሰርሕ ምስ ወዓለት ምስ ዝተፈላለየ ነገር ክንሕዝ ምስ ዝተፈላለየ ነገር ክንሰርሕ ምስ ወዓልና ከምዚ ኣግብራ ቢል እዚኣ ድማ ኩሉ ተሓፂብ እየ ጨንኡ ጥዑም ልስልስ ይብል እቲ ኢድካ ደስ ይብለካ እቲ ኣካላትና ሲ ክሰርሕ ምስ ወዓለ ክደክም ምስ ወዓለ መፂና ክንዕርፍ ከለና ከምዚ ጌርና ነብስና እልይ ተቢልና ከዓ ፅቡቅ ንሰርሕ ኣለና ንጎይ ኣለና ምጉያይናን ምስራሕናን ዘይተርፈና ድማ ነታ ነብስና ድማ ሓንሳብ ደቅና ኣደቃቅስ ኣቢልና ናትና ግዜ ነበር ዘንሕዋተይ ናትና ግዜ ንሕና ንሃሉ ንሕና ምስ ንህሉ ኩሉ ነገር ክህሉ እዩ ንደቅና ንሕና ምስ ንህሉ ንስድራና ንሕና ምስ ንህሉ ንሕብረተሰብና ንሕና ምስ ንህሉ ንሃገርና ንሕና ምስ ንህሉ ኩሉ ንሕና ምስ ንህሉ እዩ እሞ እዛ ናይ ሎማዓንቲ ቪድዮ ከምዚኣ ትመስል ሕጂ ድማ እንታይ ክብል ደልየ ኩሉ ግዜ ስለ ኣእምሮ ተዛሪብና፣ ስለ ምንቅስቓስ ኣካላት ንዛረብ ኢና፣ ስለ መግቢ ንዛረብ ኢና፣ ስለ እተዓባብያ ቆልዓ ሓላፍነት ኣተኣላልያ ኩሉ ነገር ንዛረብ ኢና። ሕጂ ድማ እዘን ኣሕዋተይሲ እስከ በዚኣ ክመጽእ፣ በዚኣ ከኣ እስከ ነዛ ነብስና ኣለይ መለይ ንበላ እንዳበልኩ እየ ሎማዓንቲ ክፋነወክን። ብኻልእ ኣጋጣሚ ክሳብ ንራኸብ ቻው ቻው ሰሰናዩ።